ሰላም ሰላም ክቡራት ኣሕዋተይ ከመይ ኣለኹም ከመይ ኣለኽን ከምዚ ኣነ ፅቡቅ ዘለኹ ፅቡቅ ትህልው በዓል ሰሙን ተስፋ እየ ምስኹም ዘለኹ ማይ ሓፍትኩም እየ ካብ ድሕር ምፅኹም ማይ ቻናል ንማዕንቲ እውን ብፍልይ ዝበለ መደብ መፅኣኩም ኣለኹ እቲ መደብ እንታይ እዩ ክኸውን ብዛዕባ ሰላም ሓፍትና ኣፈወርቂ ሓውና ያሬድ ማለት እዩ ብርግፅ ሰብ ምድያ ካብ ወፀ ግዴታ እዩ ርእይቶ ክበሃወና ኣነ እውን ካብኣቶም ዝተዓዘብክዎ ነገር ንእሽተን ክናገር እየ ምሳይ ይፅንሑ ትማል ተኣየለ ነይራ ሰላም ሓፍትና ባዕለይ ኣዋፂሐዮ ባዕለይ ሃም ገር እየሲ ጠልዩኒ ምናምን ምናምን ዝብል ሓሳብ ኣቕሪባ ነይራ ኣፈወርቅ እውን ብኡ ምላሽ ይህቡ ነይሩ ማለት እዩ በርግጽ ክልቲኦም ኣሕዋት እኳ ምዘይ ተዋጺሖም ኢለ ኣነ ኣይግምትን እየ ከምዚ መምሃር ንኣና ክምህሩ ዝሰርሕዎ ኣለዉ ኮይኑ ተሰሚዑኒ ኣነ ምክንያቱ ሓው ንሓፍቱ ዘይጠልም ሓው የለይ ማለት ሲ ይከኣል ምክንያቱ ኣብዚ ዓዲ እዚ ንሓዋትካ ወይ ከዓ ንቤተሰብካ ሳንቲም ስለ ዝሰድድ ሓውካ ብኡ ልክዑ ደው ናይ ነይጢ ሓውካ ክህልወካ ንሃለወ ሳንቲም ይጠልመካ እዩ በርግጽ ግን መምሃር እያ ሰርሓት ኢለ እየ ንሓስብ ዳኣ እምበር ኣፈወርቂ ከምኡ ገይርዋ እዩ ኢለ ይሓስብ ኣነ በጭራሽ ማለት እዩ እንታይ እየ ክብለክን ደልየ ብሓፂሩ ንኣና መምሃሪ እዩ ዝኸውን ንኣና መምሃሪ ክኸውን ተስፋ ይገብር እንደ ክልቲኦም ኣሕዋት ኣብ ኮሚኒቲ ውፅእቲ ባፅሑ ኢኹም ኢለ ኣይግምትን እየ በጭራሽ ማለት እዩ ንኣና መምሃሪ ተኮይኑ ግን ፅቡቅ እዩ ብጣዕሚ ማለት እዩ ምክንያቱ ናይ ሰላም ባተለይ ተሰሚዕኹም ኣሲ ንባዕልክን ኩና እዩ ዝብል ብርግፅ ልዕሊ ነብስካ ክትሪኣ ይብልካ መጀመርያ ናብዚ ዓዲ መፅካ ሽወድ ኣብቲ ፀገም ስለ በቲ ፀገም ስለ ትሓልፍ በቲ ችግር ስለ ትሓልፍ ኣብዚ ዓዲ እዚ መፂእኻ ሰብ ክትረድእ ትደሊ ግን ፀሓይ ምስ ዓረብ እዩ ዝርደካ ኩሉ ነገር ንባዕልኻ ከም ትኾን ከም ትኾን ከም ዘለካ እዩ ዝርደካ ፀሓይ ምስ ዓረብ እና እንታይ እየ ክብል ደልየ ዞር ዞር መምሃሪ ተኮይኑ ትምህርቱ መምሃሪ ተኮይኑ ኣይፀላእኽዎን ኣነ ብወገነይ ማለት እዩ ምክንያቱ ከም ዓይነት ንገብሩ ሰብ ስለ ዘለዉ ኣሕዋተይ ኢልካ ኣዕብኢኻ ኣብ ንላዕለ ደረጃ ኣብፂሕኻ የቐንየለይ ይብሉ ይረግሙኻ ታይ ድስ ገይራ እያ እንታይ ዶ ነይራ እያ ከምዚ እያ ከምዚ ነይራ ንዓ ወለዳ ከምዚ ነይራ ኣይ ትሰርሕ ኢልካ ነይራ ከፊለ ከምቲ ነይራ ምናምን ኢሎም ተመስ- ተመሊሶም እዮም ንወቕስኻ ማለት እዩ ወይ እስኻ ታ- ወይ እስኻ ንላዕሊ ደረጃ ክበፅሕሉ እዮም ኢልካ ንፅዕሮ ነ- ነ- ትፅዕሮ ነበርካ ነብስኻ ደብሪኻ ትፅዕሮ ነበርካ ንኣሕዋትካ ንቤተሰብካ ሲ እሱ ናብ ሓደ ጎኒ ገይሮም እሱ ረሲዖም ንዓኻ ይወቕስኻ ደሓር ማለት እዩ ከምዚ ድኣ ከምቲ ሞያ የብላይካ ተን ትጨብጠን ምኾና መጀመርያ መፅኤን ኣብዚ ዓዲ እዚ ትጨብጠኒ ኮይነን ንሂወተን ዝኾና ጥምይቲ ዶ ኾንቲ ጠማዕ ዶ ኾንቲ ምናምን እናተሃላ ኣብዚ ዓዲ እዚ ቀጢነን ንሰርሓ ማለት እዩ እሳተን ዓዲ ከይነን ጀግና ኢኽን ትበሃላ ጀግና እዩ እና ከዚ ሰላም ከዓ ዓዲ ስለን ዘላ እቲ ናይ ዓዲ ማሕበረሰብ ስለ ትፈልጠላ እቲ ናይ ዓዲ ማሕበረሰብ ከመይ ትኾንካ እዩ ከም ዝቕበለካ ዝኽእል ምናምን ስለ ትፈልጦ ዘላ መጀመርያ ንባዕልኹም ኩን ኣያ ትብላ እዚ ትምህርቲ ከምዚ ዓይነት ደረጃ ተዋፂኹም ኢለ ኣነ ከም ኣነ ኣይሓስብን እየ በጭራሽ ማለት እዩ ምክንያቱ ያው ናይ ፍቕሪ መሰረት ንኾኑ ቆልዑ እዮም እንዴ ብፍቅሪ ብሰሓቅ ብጨዋታ ኢና ንፈልጦም ቅድሚ ሀዚ ማለት እዩ እቱ መስዋእቲ ምኽፋል ንሓውካ ግዴታኻ እዩ ግዴታኻ እዩ ዓውያኻ ኮንካ ዓው ብኩር ወላድ ተኾንካ ሲ ንሓውካ መስዋእቲ ምኽፋል ኖርማል እዩ ግን ተሓውካ እቲ ቤተሰብ ኣብዚ ነለሰ በቃ ቀሹ ግሒፉ ስለ ዝሰደሎ ዘለ ዝመስለሎ መስዋእትኻ ዋጋ የብሉን መስዋእትኻ በቃ ንኣቶም ብምቕዳምካ ሲ ዋጋ የብሉን ስለዚ ንባዕልኻ ምዃን እዩ ኣነ ከዚ ተረዱኝ ንባዕልኻ ምዃን ነዋፅ ምዃኑ ኣብ ዝኸስ ሰዓት በቃ ፀሓይ ምስ ዓረበ ምስ መሸየኒ ምናምን ተረዲኡኒ እኔ እምበር ቅድሚ ኸዚ ኣይርደንን ነይሩ በቃ እከለ ሓወይ እከለ ሓፍተይ ከምዚ ኮይናት ልዚኣ እንታይ ገድሽኒ ንሂወትካ ንድሓር ገዲፍካ ማለት እዩ ዕድመ ናወሰካ ትኸለኻ ኣብ ዛዕዲ ዝውነይ መዓልቲ ናወሰድካ ትኸለኻ ኩሉ ነገር ይስልችወካ ኩሉ ነገር ይሰላቸየኻና ምስኣት እውን ገፍ ገፍ ትብል እንታይ ደጌርክና ኢኺ ይብሉ ሓቆም እዮም ኢሎምና ኢኻ መይትልኩምኒ እንታይ ደጌርክና ኢኺ ገለ ተይሎም እንታይ ድዮም መሲልኩም ሽሕ ቅርሺ ክልተ ሽሕ ተሪእካሎም ንኣቶም ከዚ የጣፍዎም ቢ ኣብ ዝኾነ ነገር ጥሉል ነገር የውዕልዎ ተባዕሉ ወለወለይሲ ብዙሕ ነገር ጥሉል ነገር የመስሎም እዩ ንኣቶም ንኣና ተጠራቂሙ ተጠራቂሙ ተጠራቂሙ ሽሕ ድዩ ክልተ ሚእቲ ድዩ ክልተ ሰለስተ ሚእቲ ድዩ ተጠራቂሙ ግን ኣብ ሓደ ሞያ ከብፅሐና ነይሩ ኢልና ስለዚ ዞሩ ዞሩ መምሃሪ እዩ ኢለን ሓስብ ኣነ ሰላም ሓፍተይ ቴንኪዩ ኣነ ከም ኣነ ማለት እዩ ከም ኣነ ብዙሕ ተማሂረሉ ምክንያቱ ንባዕለይ ክኾን ዘለ- ስለ ዘለኒ እቲ ናይ ዓዲ ንለ ማሕበረሰብ እያ ኣቅሪባትና እያ እቲ ናይ ዓዲ ንለ ማሕበረሰብ- ማሕበረሰብሲ ከመይ ዓይነት ኣረኣእያ ከም ዝርእየኒ ኣየቕርያትንን እያ እምበር እንድሕር ክልቲኦም ተባኢሶም ናብ ምድያ ከምዚ ኢሎም መፂኦም ኢለ ይሓስብ እኒየ ያው ምባኣስ ኖርማል እዩ ክልተ ኣሕዋት ኮንካ ዓብዩ ንእሽተን ኮንካ ናጫፈለካ ኢኻ ትዓቢ ኩላትና ሕድሕድ ገዛና ዘሎ ነገር እዩ ምባኣስና ግን እዚ ከዓ መያ ስለ ዝኾነ ያው ከምዚ ተባኢሶም እንዲ ናብዚ ክመፅኦም ኢለ ኣነ ይሓስብን ከም ኣነ ጨዋታ እዩ ወይ ከዓ ድራማ እዮም ዝሰርሑ ኣለዉ እዮም መምሃሪ እያ ዝሰርሕላ እየን በተለይ ሰላም ኣብዚ ዓዲ ስለ ዘነበረት ዓዲ ከይዳ ከመይ ዓይነት ማሕበረሰብ ካብ ብከመይ ከም ዝቕበለካ ስለ ትፈልጥ ንኣና ክትምህር ስለ ዝደለየት ከምዚ ዓይነት ቪድዮ ዝሰርሕ ለልየ ንሓስብ ዳ እምበር ክልቲኦም ተባኢሶም ሲ ናብ ምድያ መፅኦም ኢለ ይሓስብ ኢኒ ብቻ እንታይ እየ ክብል ደልየ ብዚ ኣጋጣሚ እዚ የኽብረኩም እየ ይፈትኩም እየ ደቂ ዓዲ መዓሪ ስራሕኹም እውን ብጣዕሚ እየ ዘድንቖም ስራሕኹም ውን ብጣዕሚ እየ ዘድንቆ በዚ ኣጋጣሚ እዚ ኣድናቆተይ ክገልፅ ይፈቱ በተለይ ንሰላም ኣነ ኩሉ ግዜ እየ ንከታተላ ከምዚ ደሕና እያ ከምዚ ኮመንቲ ሰብ ይፀርፋ እዩ ተማር ሪኢኽ ምናምን ምን ደሕና እያ ጆርጆር ዓዲ ከድካ ኩሉ ግዜ ፅቡቅ ኣይትናገር ሓደ ግዜ ክፅግመካ ክኾን ሓደ ግዜ ክምችየካ ክኾን ይኽእል ግን በቃ በቲ ነለዎ ዓቕሙሲ ፋሕጠርጠር ባህሊት እያ ጎበዝ እያ ዞሩ ዞሩ ክብል ይፈቱ ካልኣይ ነገር ከዓ እንታይ ክብል ደልየ ብዛዕባ ፕራንክ ማለት እዩ ትማሊ እንዲ ብቕር ትማሊ ያሬድ ማለት እዩ ያሬድ ፕራንክ ንሰርሖ በተለይ ንመኣዛ ኣብዚ ፕራንክ እዚ ተዘይተእትይዋ ይብል ወይ ከዓ ፕራንክ ኣሰራርሓ እኒኦዎ ከምዚ ፕራንክ እኮ ኩሎም ዩቱበራት ኩሉ ደታቶም ፕራንክ ይሰርሑ እዮም ግን ውይ ናይ ያሬድ እኒኦስ እንትን እዚ ፕራንክ እንታይ እዩ እኒኦዎ ችግሩ ቦክስ ነገር በተለይ ንማዞሩ ማለት እዩ ኣነ ንመኣዛ ፕራንክ ክገብራ ሃልየ እንድዒ በቃ ውሽጠይ ብጣዕሚ እየ ልቃፀል ባይታ እዩ ከምዚ ዓይነት እንትን እሳት ንሳትኩም ሰለስቲኹም ኣሕዋት ተተጨፋለቕኩም ተተፃረፍኩም ገለ ትገበርኩም ክልቲኹም ሰለስቲኹም ኣናእሽተን ኢኹም ችግር የውሊ ኣውዚ ጊ እንታይ ክብል ደልየ በተለይ መቐደማይ ትማል ድዩ ትማል ንረኽቦ ድዩ ብኣር ትማል ንረኽቦ ምስ ዓሮን ኣዋዕትና ሃልየት ምስ ዓሞኣን ኣዋዕትና ሃልየት መጽዩ በቃ ታይ ኢካ ከምዚዶ ከምዚዶ ከምዚዶ ብ ህጻን ቆልዓ ድካ ንስካ እንዴ ሓድሓደ ግዜ ሰላም ሃብዎ ሓሚዲስ ካብ ኣብ ከምዚ ዓይነት ከምዚ ጭቅጭቅ ምናምን ሲ ተዘይእትይዎ ተዘይተእትይዋ ይብል ወይ ከዓ ፕራንክ ትኮይኑ እውን ርግዕ ንበለ ያም ገፍገፍ ነይብሉ ምውቃዕ ነይብሉ ምጽፋዕ ነይብሉ ምግትጋት ነይብሉ ርግዕ ንበለ ኩሎም ዩቱበራት ኮን ኣደታቶም ይገብሩ ኣለዉ ግን ከምዚ ስርዓት ዘለዎ ከምዚ ገደብ ዘለዎ እኒኦ ማለት እዩ ኣደኻ ከም ኣደኻ መጠንሲ

ንዋእሳት ንሳትኩም ችግር የብሉ ተትጨፋለኩም ተተዋዓዕኹም ኣናእሽተን ቆልዕኹም ችግር የብሉ ንዓ ግን መዓረ ክንድዚ ክተጨንቕዋ የብልኩም ወይ ከዓ ርግዕ ንበለ ፕራንክ ርግዕ ንበለ ኣምዚ ጃኩርዲ ጃኩርዲ ንበሃል እሱ ከዚ ፕራንክ ይሰርሓ እዩ ነዶ ዲ በቃ ደስ ንበለካ ደስ ይብል ኣምዚ ክብሪ ዘለዎ ኣነጋገሩ ዋላሲ ዓውዓው ይብል እሱ በጭራሽ ማለት እዩ ያሬድ እኮ ዳርጋ ተወዒ ተልዒሉ ክወቃዕ ገለ እኮ ኢሉ ከምዚ በርግፅ ጉርሙስና እኒኤካ ይመስለኒ ኣብዚ ካዚ ሰዓት ጉርሙስና ይረኣየካ ኣሎ ይመስለኒ ግን ከምዚ ርግዕ በል ወድነይ ህፃን ቆልዑ ንእሽተን ኢኻ በርግፅ ናይ ምናእሰይ ትኾን ኢኻ በርግፅ የዕብየካ ኣነ በስ ግን ገና ኢኻ ይመስለኒ ከምዚ ንዓኻ ተኸለኻ ከዓ ክብር ናይ ወላድ ይርደካ እንዲ ግን ወላ ንእሽተን ኩን ዳ እምበር ክብር ናድኻ ይጠፍእካ ማለት ይኹነን ከምዚ ትናገሮም ቃላት ትገብሮም ነገራት ሲ ከምዚ ርግዕ በል ትኹን ደስ ባህሊ ኣነ ከም ኣነ ከም ናተይ ሓሳብ ማለት እዩ ከም ሓሳብ ነደወኻ ከም ወላዲትካ መጠን ክተኽብርዋ እዩ ዘለኩም ዝኹን ናይ ዓመተ ስደት ነራት ልልከ ዝኸይዳስ ተሽካዕካዕ ፕራንክ ዶ ፕራንክ ኖርማል እዩ። እሺ ችግር የውሊ ፕራንክ ኖርማል እዩ። ፕራንክ ስለምንታይ ትገብሩ ማለት ይኾነ ያው ኩሉ ሰብ ይገብር እዩ። ግን እቲ ፕራንክ ይፈላለዩ ንመን ኢኻ ትገብር ለኻ ንመን ኢኻ ከትፀርፍ ለኻ ንመን ኢኻ ከትናገር ለኻ ይፈላለዩ። ፕራንክ ናልካ የመና ክብሩ የመና ውርድ ነብልቲ ኮይኑ ክብረ ውርድ ነብልቲ ኮይኑ በተለይ ንማዘር በተለይ ንማዘርኩም ማለት እዩ። በተለይ ንማዘርኩም ኣየድሊ ማዕረኹም ብገልታዕታ ኣየድልን። በርግፅ ደሕና እዮም ሰላም ኣፈወርቂ ደሕና እዮም። መን እዩ ደኣ ብከምዚ ጠጠሊብሉ ያሬድ ያሬድ በቃ ብጉልበት እዩ ንገብሮ በቃ ብጣጣ የውሊና ዜሩ ዜሩ እርግዕቲ ትብል ይብለ ውድነይ በተለይ ንማዘርካ ማለት እዩ ከምዚ ዓይነት ፕራንክ ወይ ከዓ ገልታዕታዕ ዘለዎ ፀርፊ ዘለዎ ቃልሲ ዘለዎ ርግዒ ኢልካ ፕራንክ ተጌርካ ኖርማል እዩ ዝውዓውዓው ንውዝ ሕጊ ፅቡቅ ኣይኮነን እና እንታይ እያ ክብለኩም ደልየ በዚ ኣጋጣሚ እዚ በቃ እዚኣ መልእክተይ ክተሕላልፍ እየ መፅየ እና ሰላም መምሃሪ እዩ ብትክክል ኣነ ፀጥ ኢለ ሰሚዐ እያ መምሃሪ እዩ እምበር እሳቶም ኣጋጢሞም ኣይኮነ ኢለ እየ ንሓስብ ኣነ በርግፅ ማለት እዩ ሃመይትስ ክልተ ኣሕዋት ኩንካ ትባኣስ እንዲኻ ማዕረኹ እንደዚ ግን ኣይመስለንን በስ ግን መምሃሪ ስለ ዝሰርሐቶ ኣብቱ ሰበ ኣብ ኮመንት ሰባቲ ብዙሕ ክጻረፍ ርእየ እኔኹ ተጠቂምክን ተምሃራሉ ያ ኒዩ እዩ ኣሕዋትካ ቤተሰብካ ናይ ጠልሙኻ ማለት ይኾነይ ይጠልሙኻ እዮም ኣውዚ ንኣቶም ናነበርካ ኔርካ ኣውዚ ንኣቶም ናሓገዝካ ኔርካ ዓድኻ መስከርካ ታይ ናገርኩ ኔርካ ሃም ናገርኩ ኔርኩ ናሸርሙጥ ኔርካ ሃምዚ ኔርኩ ኤይ ሰርሒካ ኔርኩ በቃ እቲ ናትካ መስዋእቲ ምንም ማለት ይኾነ ንዓኣቶም ዓዲ ምስ ከድካ ማለት እዩ እሳ ከዓ ኣብቲ ዓዲ ስለ ዘላ ዝናይ ማላት ዝናይ ማሕበረሰብ ገፅ ስለ ትሪእላ ንኣና ይጠቅም እዩ ዝበለቶ ነገር ዘርእየቶ ነገር ናብኡ ዝመፀና ሚድያ ትናገር ኣላ ብልጥት ኮይኑ ሰብ ይመሃረሉ እዩ ብልጥት ዘይኮይኑ ከዓ ተፃሪፉ ይወፅእ ማለት እዩ ንማንኛው ፅቡቅ ትምህርቲ እዩ ንዓና እዚ ኣነ ዜሮ ዜሮ እንድዒ ካም ኣነ ፀሓይ ምስ ዓረብ እዩ ገና ነይ ገና ሓወይ ሓፍተይ ገለ ስላለኽን እንተሊኽን ኣብዚ ገና ነይ ማዕበል ነይ ተምሃርክን ማለት እዩ ነይ ተምሃርክን ካብ ሕሉፍ ብርግፅ ትምሃር ብልጽቲ ሰብ ትኾይኒ ከዓ ካብ ጎረቦት ይመሃር ማለት እዩ። በተለይ በተለይ ባሕረኛታት ኣሕዋተይ ማለት እዩ ባሕረኛታት በርግጥ በቃ ምስ ወደካ ኢኻ ትመሃር ግን ጎበዝ ተኾንካ ካብ ጎረቦትካ ትመሃር ኢኻ ካብ ወዲ ዓድኻ ትመሃር ኢኻ ካብ ዓርክኻ ትመሃር ኢኻ ከምዚ ከማይ ሸነፋት ጥንክን ግን ምስ በፃሕክን ትችግራት ምስ በፃሕክን ኢኸን ትመሃራና ተምሃር ኣለኹ ያክል ይፈቱ ኣሕዋተይ ከዓ እዛ ርእተይ እዚኣ ናይ ሎማዓንቲ ርእተይ እዚኣ ትመስል ነይራ ግን ኣውራ ዘናልድኒ ግን ኣነ መንሽም እዩ ያሬድ በተለይ ንማዘርካ ፕራንክ ክትገብር ከለካ ብስነስርዓት ክኾን እኒዎ ከምዚ ገጭ ገጭ ገንጨርጨር ዘይብሉ ቃልሲ ዘይብሉ ምፅፋዕ ዘይብሉ ምውቃዕ ዘይብሉ ገጭገጭ ዘይብሉ ዋ እንዴ ከም ወድነ መጠንሲ ክተኽብራ ይግበካ ወድኒ ወለዳ ዓሰርተ እዩ ዝበራት ኩን እምበር ዕረኽትካ እኒኡ ጀምዓኻ እኒኡ ከማኻ መናእሰይ ምሳኻ ተቓሊሶም ዘሸንፉኻ ድዮም ተቓሊስካ ትሽንፎም ዲኻ እኒኡ ኣሕዋትካ እኒኡ ኣናእሽተን ኣሕዋትካ እኒኡ ምስኣቶም ፕራንክ ክትሰርሕ ደስ በሃሊ እምበር የመና መደንገፂ ንማዘር መደንገፅስ እንዲ ከም ኣነ ደስ ኣይብልን ደስ ኣይብልን ፕራንክ ስርሕዋ ግን ንተረጋጋዕ ሕዚ ቻኮር እኒኦ ፕራንክ ይሰርሕ እዩ ካልእ ከ ንዓወት እኒኡ ፕራንክ ይሰርሑ እዮም ዛት ንማዘሮም ግን ከምዚ የመና ነደንግፅ ፕራንክ ሰርሑ እዮም ይፈልጡ ወይ ከዓ ከምዚ ኤማ ቦቲ ምስ በቃ ከምዚ እስኻ ብሓይሊ ኢኻ ትገብሮ ኩሉ ነገር ብጣዕሚ ኢኻ ዓቕሊ የለን ርግዕ ኢልካ ምንጋር የለና ርግዕ በል ከምዚ ትንህር ትንህር ትንህር እዚ ኣብ ገዛኻ እንድዩ ኣብ ካልእ ወፅኻ ዝኣመል እዚ ግን ፅቡቅ ኣይኮነን ብጉርበትካ ትኣምን ትኾንከ ፅቡቅ ኣይኮነን ወድነይ ዜሮ ዜሮ ናይ ሎማዓንቲ መደበይ እዚኣ ትመስል ነይራ ኣሕዋተይ ታይ ድዩ ርእይቶ ክህብ ዘምፀኒ ሲ ኣብ ቲክቶክ ይኹን ኣብ ፌስቡክ ይኹንስ ናይ ሰላም ቡድን ኣዘዋዋራስ ይፃረፍ ኣለዋ እዘን ኣጓላት ማለት ተተኺኢሉ ተኺኢልክን ማለት እዩ ተጠቋማሉ ተምሃራሉ እምበር ምፅራፍ ደስ ኣይብል እዩ መምሃሪ ኢለ እያ ሰሪሐተኒያ ኣሕዋትካ ዘዕበኻዮም ኣሕዋትካ ዘልዓልካዮም ኣሕዋትካ ንዓብይ ደረጃ ዘጽሖኻዮም ኣሕዋትካሲ ይጠርኑኻ እዮም ኢየሱስ መላእኽቲ እምበር ሪኣ እኒኦ እዩ እሱ ኸዓ እኒኦ እዩ እዚር ዮርጆ ኣሕዋትና እዝጋብሄር ንፈርሑ ይግበረልና ዳኣ እምበር በርግጽ ሰብ ሓሊኻ ይሕሎን በተለይ ኣብዚ ዓዲ እዚ ኮንካ ብጣዕሚ እዩ ከቢድ እና እዝጋብሄር ይሓልወና በቃ ምንም ክበሃል ኣይከኣል እዩ ከምዚ ዓይነት ነገር እንድሕር ወሪድካ እዝጋብሄር ይሓልወና ብቻ እዩ ክበሃል ንክኣል እምበር ትማሊ እውን ሜሪ ሓፍተይ ሜሪ ሪመ ወለላ ሰሚዕክና ማለት እዩ ኣደይ ካምዚ ኢላትኒ ሓዳር ሒዘ ገዛይ ገዛ ሃብኒ ኢለያሲ ኣደይስ ናተይ ሓዊሰሉ ኢላትኒ ምናምን ኢላና ዜሮ ዜሮ እንዲ እዩ ከም ዓይነት ጥልመታት ሲ ከም ኣክቶ ሰምዕያ ነይረና ከም ዓይነት ጥልመታት ሲ እንዲ እዩ ኣቦኻ ኣደኻ ኣሕዋትካ ዜሮ ዜሮ ብዙሕ ሰብ እዩ ኣብዚ ዓለም ብዙሕ ዓይነት ባህርያት ሰብ እዩ እኒኤና እግዚኣብሔር ካብ ከምዚ ዓይነት ሰብ ይምሓረና ካብ ሓውና ድዩ ካብ ወለድና ድዩ ካብ ፎታዊና ድዩ ኣብ ዝርያና ዘለዉ ኣብ ዝርያና ዘለዉ ሰባት ብሓፂሩ እግዚኣብሔር ይሓለወና ክብል ይፈቱ ንሓልና ይሕልዎም እዩ እንዴ ተጠንቂቕካ ይጥንቀቕ ኢኻ ሰብ ዜሩ ዜሩ በጭራሽ ማለት እዩ ሓኳ ዘይኣመንካ ስብኣይካ ስብኣይካ ለወነ ካብ ንገብር እንዲዩ ስብኣይካ ዘይኣመንካ ወድነኻ በተለይ ወድነኻና ኣቦኻይ እነኻይ ዘይኣመንካ ንመን ኢኻ ክትኣምን ካብኣቶም ንዓቐብሲ መን እዩ እብዚ ምድሪ ተኣማኒ እና እግዚኣብሔር ይሓልወና እዩ ንበሃል በርግፅ ግን ምስ እግዚኣብሔር ከዓ ሳንቲም ካና ሰሪርካ መቸም እግዚኣብሔር ይተከእሊ ወይ ከዓ እግዚኣብሔር ይሓልወኒ ይበሃል እዩ ሳንቲም ግን ኣስጢም ክንሓዛ በሃልቲ እን ሳንቲም ግን ኣስጢም ክንሓዛ ዓዲ ክን ትኸይድ ግን ሳንቲም ግን ይኸብረት ግን ዓዲ ክን ትኸይድ ግን ሳንቲም ግን ሳንቲም ግን ይሰብ ግን እና ዞርዞሮ ናይ ንማዓት መደበይ እዚ መስል ነይሩ ይኣኽለኒ ሳብስክራይብ ላይክ ከዓ ኣይትረስዑ ምሳኹም ዝነበርኩም ማሂ እየ ማሂ ሓፍትኩም እየ ፍትውትውቱ ዘይዝብልኩም ብካሊእ ብድያሽ ከዓ ንመፀኩም